ህልዊ ኩነታት ደንበ ተቃውሞ መብርሂ ክህበና ቃለ መሓትት ሒዝናልኩም ቀሪብና ኣለና። ሰናይ ምክትታልኩም እንዳተመነና ኣቶ ተስፋይ ወልደሚካኤል ዕድሜና ኣኽቢርካ ብምምጻእካ ብስመይን ብስም ድምፂ ሓርነትን ተኸታተልትን ክብ ዝበለ ምስጋናይ እንዳቕረብኩ እንቋዕ ደሓን መጻእካ።
እንቋዕ ደሓን ጸናሕካ ድራር። ብወገነይ እውን ምስጋናይ የቕርብ። ንዓኻን ንመሳርሕትኻ ብምሉኦምን ሰላምታን ምስጋናን ከቕርብ እፈቱ።
የቐንየለይ ኣቶ ተስፋይ፣ እምበኣር ኣብቲ ቀንዲ ሕቶታተይ ክኣቱ፣ ኣብ ዝሓለፈ ወርሒ ሓምለ ዝተኻየደ ናይ ሳልሳይን ሓድነውታዊን ጉባኤ ሰልፊ ደሞክራሲ ህዝቢ ኤርትራ፣ ኣብቲ ጉባኤ ካብ ዘትከረሎም ዓበይቲ ዛዕባታት እንታይ ነይሩ ክትሕብረና ምኸኣልካዶ?
እወ ሳልሳይን ሓድነታውን ጉባኤ ሰልፊ ዴሞክራሲ ህዝቢ ኤርትራ ብመሰረቱ ክልተ ድሕረ ግንባር ዝነበሮም ውድባት ዝተጻናበሩሉ እዩ። ስለዚ ሓደ ካብቲ ዓበይቲ ጉዳያት ንሓድነትና ንመጻኢ ኣሰራርሓናን ዝምልከት ክኸውን ባህርያዊ እዩ ነይሩ ማለት እዩ። ግን ኣቐዲሙ ብዙሕ ዝተሰርሓሉ፣ መደባት ዝወጸሉ፣ እቲ መስርሕ ናይ ምጽንባር ብምርድዳእ ዝተሓልፈሉ ስለ ዝነበረ፣ እቲ ቀንዲ ኣትኩሮ ዝተገብረሉ ጉዳይ፣ ጉዳይ ሃገርን ህልዊ ኩነታት ኤርትራን፣ ኣገባብ ኣሰራርሓና ን ዝመጽእ መድረኽን እዩ ነይሩ ማለት እዩ። ብጀካ እቲ ፖሊቲካዊ ፕሮግራምን ቅዋምን ምጽዳቕ፣ እቲ ቀንዲ ዛዕባታት ዝተዘርበሉ ሓያሎ እዩ ነይሩ፣ ግን ካብኡ ገለ ሓሙሽተ ዓበይቲ ነጥብታት ነይሩ ክበሃል ይከኣል ማለት እዩ። ንሱ ከዓ እንታይ እዩ? ቀዳማይ ነገር ብዛዕባ ህልዊ ኩነታት ናይ ኤርትራ ኣመልኪቱ ንልዑላውነት ኤርትራ ዝትንክፍ ምዕባሌታት ብፍላይ ከኣ ኣብ መንጎ መንግስቲ ኤርትራን ሽዑ ዝመጸ መንግስቲ ኢትዮጵያን ብዝተገብረ ስምምዕ መሰረት ሓድሽ ኩነታት ይምዕብል ስለ ዝነበረ እሞ ጉዳይ ልዑላውነት ኤርትራ ድማ ኣብ ሓደጋ ዝወድቕ ዘሎ ኮይኑ ዝረኣ ስለ ዝነበረ እዚ ጉዳይ'ዚ ከም ዓቢ ኣርእስቲ ዳርጋ ንመላእ ኣእምሮን ኣተሓሳስባን ናይቲ ጉባኤ ወሲድዎ ነይሩ። ክበሃል ይከኣል እዩ። ናበይ ኢና ነብል ዘለና? ሃገር እንታይ እያ ትኸውን ዘላ? ዝብል ነዊሕ ክትዓት፣ ነዊሕ ዝርርብን ምናልባታት ምዕባሌታቱ ከመይ ክኸውን እዩ ዝብል ዘርኣየ ነይሩ ማለት እዩ። ምኽንያቱ ልዑላውነት ኤርትራ፣ እቲ ብደምን ዓጽምን ብጻዕርን ረሃጽን ዝተረጋገጸ ናይ ኤርትራ ነጻነት፣ ህልውና ሃገር ኣውሒሱ እዩ እሞ፣ እዚ ዝተዋሕሰ ህልውና ሃገር ከመይ ክቕፅል እዩ ዝብል እዩ ነይሩ ማለት እዩ። በዚ መሰረት ሓደ ነገር ኣረጋጊፁ እቲ ጉባኤ ማለት እቲ ብዓለም ለኻዊ ሕግታት ብውዕላት ኣህጉራዊ ውዕላት ዝፍለጥ ናይ መሬት፣ ናይ ባሕሪ፣ ናይ ኣየር፣ ዶባት ናይ ኤርትራ ኣብ ዝኾነ ይኹን ግዜ ኣብ ዝኾነ ይኹን ሰዓት ብዝኾነ ይኹን ሰብ ናብ ዋጋ ዕዳጋ ዘይገርጽ ዘይቀርብ መግለጺ ልዑላውነትና ኢዩ ብዝብል ኢዩ እቲ ጉባኤ ደምዲሙ ማለት ኢዩ። ስለዚ እዚ ዶባትዚ ኤርትራ መጻወቲ ናይ ከባብያውን ኣህጉራውን ሓይልታት ክትከውን የብላን። እቲ ብመስዋእቲ ዝተኸፍለ ናጽነት ናይ ኤርትራ ከኣ ድሕሪኡ ናብ ሰላምን ናብ ምዕባሌን ጎደና ክኸይድ እምበር ተመሊሱ ብጉዳይ ልዑላውነት ንድሕሪት ዝተመልሰ ኣተሓሳስባን ኣረኣእያን ክግዛእ ፍቓደኛ ኣይነበረን። ስለዚ ሓደ ዳርጋ እቲ ቀዳማይ ነጥቢ ንሕቶ ሃገርን ልዑላውነትን ዝምልከት ነይሩ ክብል ንኽእል ኢና ማለት እዩ። እቲ ቀጺሉ ዝመጸ ነጥቢ ንሓባራዊ ስራሕ ናይ ደንበ ተቓውሞ ዝምልከት እዩ። እቲ ሃለዋትና ኣብ ደንበ ተቓውሞ ወይ ደንበ ደለይቲ ፍትሒ ንብል ሓድሽ ምስዚ ሓድሽ ምዕባሌታት ሓድሽ ናህሪ ሂዙ ተጓዒዙ እዩ ማለት እዩ። ህዝቢ ብመላኡ ኣብ ውሽጢ ዘሎ ኣብ ግዳም ዘሎ ብዛዕባ ንሕናኸ ኣብ ደምበ ተቓውሞ ከመይ ኣለና ኢሉ ዝሓሰበሉን ምቅርራብ ዝጀመረሉን እዩ። ስለዚ ብሓደ ሸነኽ ነቲ ኣብ ሕሉፍ ተመክሮታቱ ዝኸሰሮ ክጽግን፣ ብኻልእ ሸነኽ ድማ ካብኡ ተማሂሩ ንምቅርራብን ንሓቢርካ ምስራሕን ከድህብ ስለ ዝነበሮ እዚ እውን እቲ ጉባኤ ጠጠው ዝበለሉ ጉዳይ እዩ ነይሩ ማለት እዩ። ስለዚ ኣብ ምንታይ ኢና ከይድና ክንብል ኣድላይነት ናይ ሓባራዊ ምስራሕ ናይ ደምበ ተቓውሞ ለውጢ ኣብ ኤርትራ ንኸነረጋግጽ ሰላም ኣብ ሃገር ንኽመጽእ እቲ ኩልና እንሓልሞ ደሞክራሲያ ንኽረጋገጽ እቲ ተኣሲሩ ዘሎ ንኽፍታሕ እቲ ነጻነት ናይ ምንቅስቓስ ተኸሊኡ ዘሎ ከም ልቡ ንኽንንቀሳቐስ፣ እቲ ትምህርቲ ተነጊፉ ተነፊጉ ዘሎ ትምህርቱ ንኽቕጽልን ንኽረክብን፣ እቲ ወፍሪ ተኸሊኡ ዘሎ ድማ ንኽዋፈር ምእንቲ ክኽእል ንሕና ለውጢ ከነረጋግጽ የድልየና። ምልካዊ ስርዓት ከብቅዕ የድልዮ። ነዚ ምእንቲ ከነረጋግጽ እታ ቀዳመይቲ ስራሕና ብሓባር ምስራሕ እያ። ስለዚ ክፉት ዝኾነ ወይ ከኣ ተዓጻጻፊ ንበሎ ዝኾነ መስመር ክወስድ ግድነት ነይሩ እቲ ጉባኤ። ማለት እቶም ብደረጃ ውድባት ክራኸቡ ዝኽእሉ፣ ናብ ምጽንባር ገጾም ክጉዓዙ እንተኽኢሎም ዝበለጸ ካብኡ ሓሊፉ ዋላ ውን ዝተፈላለየ ኣረኣእያ፣ ዝተፈላለየ ኣይዲዮሎጂ፣ ዝተፈላለየ ፖልቲካዊ ዝንባሌታት እንድሕር ኣሎ ነዚ ሓቝፉ ነቲ ዘራኽበና ጥራሕ ብዘገልግል መንገዲ ናይ ሓባር ምውህሃድ ምግባር፣ ወይ'ውን እንተተኻእለ ናብ ዝዓበየ፣ ዝሰፍሐ፣ ንኹሉ ዝጥርንፍን ብስም ሓደ ኤርትራዊ ሓይሊ ዝዛረብን ዓቢ ሓቋፊ ጽላል ምፍጣር፣ እዚ ኩሉ ክፉት ጌርና ኣብ ቅድሜና ክኸየድ ኣለዎ እንብሎ ምንቅስቓሳት ምእንቲ ከነካይድ ክንክእል፣ ክሳብ ብደረጃ ጽላል ተተዓወትና ብደረጃ ጽላል፣ ብደረጃ ጽላል ከነቐውም እንተዘይኸኣልና ብደረጃ ምትሕብባር፣ ብደረጃ ምትሕብባር ክንከ እንተዘይክኢልና ብደረጃ ልፍንቲ፣ ኮታ ንሕና መሳርሕቲ እምበር መቐነቕንቲ ኣይኮናን ኣብ ጉዕዞ ንለውጢ ናይ ኤርትራ ናብ ዝብል ኣትኲሩ ምንባሩ እታ ካልኣይቲ ዓበይቲ ነጥቢ ነይራ ክብላ ዝኽእል ኣብዚ ጉባኤ እዚ ጉዳይ ሓባራዊ ስራሕ ናይ ደምበ ተቓውሞ፣ ጉዳይ ምዕዋት ሓባራዊ ዕዮ ናይ ደለይቲ ፍትሒ እያ ነይራ ክብል እኽእል ማለት እዩ። ኣብዚ ከኣ ኣገደስቲ ውሳኔታት ወጺኡ፣ እቲ ውሳኔታት እውን ከም ዝዝርጋሕ ተገይሩ እዩ ማለት እዩ። ሳልሳይ ነጥቢ። ሳልሳይ ነጥቢ ነቲ ህልዊ እንነብረሉ ዘሎና ኩነታት ዘመልከተ እዩ ነይሩ። ህዝብና ኣበይ ኣሎ? ህዝብና እቲ ተላዒሉሉ ዘሎ ኩነታት ምንቅስቓስ ይኣክል ኣብቲ ግዜ እቲ ብፍላይ ብናህሪ ዝጓዓዘሉ ዝነበረ ህዝቢ በብቦትኡ፣ በብኸተምኡ፣ በብክፍለዓለሙ ዳርጋ ምንቅስቓስ ጀሚሩ ዝነበረሉ እዋን እዩ ነይሩ። ክሳብ ኣብ ውሽጢ ኤርትራ ኣብቲ ምንቅስቓስ ዝንፈገሉ ቦታ ከይተረፈ ብጽሑፋት ይኣክል ዝብል ምንቅስቓሳት ተራእዩ እዩ። ኣብ ከምዚ ዝበለ ኩነታት ምስ ምንቅስቓስ ይኣክል ክንመዝን፣ እዚ ምንቅስቓስ ይኣክል ከም ህዝባዊ ምንቅስቓስ መጠን ክሰግር እውን ይኽእል እዩ፣ ክውደብ እውን ይኽእል እዩ፣ ናብ ህዝባዊ እናዓቢ፣ ተሰጋጊሩ ነቲ ስርዓት ከውድቖ ናብ ዝኽእል ደረጃ ክበጽሕ ስለ ዝኽእል፣ ንሕና ካብዚ ጉባኤ'ዚ ጀሚርና ብመላእ ውድብናን መላእ ሰልፍናን ናቱ ኣካል ናይዚ ምንቅስቓስ'ዚ ኣካል ኮይንና ምስዚ ኣካል'ዚ እናተሓባበረ ኩሉ ኣባል ናብኡ ክጸምት ከም ዘለዎ ዝረኣየ ጉባኤ'ዩ ነይሩ ማለት'ዩ። ስለዚ። ሰለስተ ዓበይቲ ነጥብታት ነይረን እየን ማለት እዩ። ኣብ ልዕሊኡ ክልተ ዓበይቲ ነጥብታት ኣሎ ክበሃል ዝከኣል እንታይ እዩ? ንውሽጥና ብዝምልከት ጉዳይ ናይ ስደተኛታትና ኤርትራ ሕጂ ኣብ ክልተ ክውንነት እትነብር ዘላ ኤርትራ ኮይና ኣላ። በቲ ሓደ ኣብ ውሽጢ ኣብ ውሽጢ ኤርትራ ዝነብር ዘሎ ህዝባ እናተሳቐየ፣ እናተጎፍዔ፣ እናተጨቆነ ደቁ፣ ቤተሰቡ፣ ወለዱ ዝሰኣነ ወይ ከኣ ውሕስነት ኣብ ዘይብሉ ጸጥታ ኣብ ዘይብሉ ኩነታት ዝነብር ክኸውን እንከሎ፣ በቲ ካልእ ሸነኽ ድማ ኣብ ስደት ኣብ ዝተፈላለየ ዓዲ ፋሕ ኢሉ ነቲ ሓደጋታት ናይ ስደት እናገጠመ ዝነብር ዘሎ ህዝቢ እዩ ዘለና። ብግብርስ ክልተ ኤርትራ ፍጠራ ኣለዋ ማለት እዩ። ሓንቲ ናይ ስደት ሓንቲ ናይ ውሽጢ ኤርትራ ማለት እዩ። እዚ ኩነታት እዚ ስደት ኣብ ኤርትራ ኣየቋረጸን። ካብ ስሳታት ጀሚርካ ስርዓት ሃይለስላሴ ዓድታት ከንድድ እንከሎ፣ መላእ ዓድታት መሬት ገዲፉ ናይ ኤርትራ ክሳብ ናብ ሱዳን ከም ስደተኛታት ክነብር ከሎ፣ ኣብ ሱዳን መነባበሪ ክፍጥር ከሎ፣ ኣብ ሱዳን ክዕቆብ እንከሎ ጀሚሩ፣ ጠጠው ዝበለ ስደት ኣይኮነን ዘሎ። እቲ ጉዳይ ክውዳእ እዩ፣ ስደተኛታት ናብ ዓዶም ክምለሱ እዮም ዝተባህለሉ እዋን ነይሩ እዩ። መዓስ? ኤርትራ ነጻነታ ተጓናጺፋ ኣብ ዝተባህለሉ እዋን። ግን ቁሩብ ከይጸነሐ እቲ ስደት መሊሱ ገዲዱ። ብፍላይ ኣብዚ መድረኽ እዚ ዘሎ ስደት ከኣ እቲ ዝኸፍኣ ኮይኑ ማለት እዩ። ካብ ሰራዊት ኤርትራ ናብ ስደት፣ ስፖርታኛታት ንሃገር ወኪሎም ክኸዱ ዝብሉ ናብ ስደት፣ ክመሃሩ ዝወጹ ናብ ስደት፣ ሃዲሞም ዝወጹ ከኣ ማእለያ ዘይብሉ ቁጽሪ። ስለዚ ኤርትራ መንእሰያታን ኣፍራዪ ሓይላን ካብ ውሽጢ እናተገፈፈ ናብ ስደት ኣብ ዝነበረ ኣብ ዝጓዓዘሉ ዘሎ እዋን ጉዳይ ስደተኛታት ኤርትራውያን ጉባኤ ከልዕሎ ነይርዎ። ኣብ ስደት ከመይ ክነብሩ እዮም? እንታይ እዩ እቲ መጻኢ ናይ ኤርትራ? ናበይ ኢና ነብል ዘለና? መንነትና ክንዕቅብ ንኽእል ዲና ዝብል ሕቶ ኣገዳሲ ስለዝኾነ ኣጽኒዑ ውሳኔታት ክገብረሉ ነይርዎ እቲ ቀንዲ ውሳኔታቱ ድማ ብዝተፈላለየ ኣብ ዝተፈላለየ ሃገራት ካብ ጎረባብቲ ሃገራት ጀሚርካ ክሳብ ኣብ ደገ ኣብ ዝተፈላለየ ሃገራት ዑቕባ ብዝምልከት ኣገደስቲ ውሳኔታት ክግበር ኤርትራውያን ውሑስ ናብራ ውሑስ ዑቕባ ክህልዎም ዝጽዕር ብዛዕባ ሃገሮም ኣገዳስነትን ተገዳስነትን ክህልዎም እሞ ብኡ መሰረት ከኣ ንለውጢ ክቃለሱ ከኣ ዝጽውዕ ከኣ ነይሩ ማለት እዩ። እታ ሓሙሸይቲ ነጥቢ ንጎረባብትና ብትምልከት እያ ነይራ ማለት እዩ። ጎረባብትና ብዝምልከት ኣብ ኢትዮጵያ ምዕባሌታት ርኢና፣ ኣብ ሱዳን እውን ምዕባሌታት እንርእየሉ ዝነበርና እዋን እዩ ማለት እዩ። እቲ ለውጢ ኣብ ሱዳን ዝረኣናዮ ዳርጋ ፅባሕ ጉባኤና እዩ ነይሩ ክንብል ንኽእል ኢና። ስለዚ ጉባኤ እነካይደሉ ዝነበርና እዋን ሱዳን ኣብ ቅልውላው ዝነበረሉ እዋን እዩ ማለት እዩ። ኣብ መወዳእትኡ ኣብ ሱዳን ብዝተገብረ ምሕዘነታዊ ውዕል መሰረት ንዲክታቶርያዊ ስርዓት ናይ ሱዳን ኣልጊስካ ምሕዝነታዊን ናይ መድረኽ ምስግጋር መስርሕ ዝኣቱ ልፍንትን ብምግባር እቲ ጉዳይ ናብ ምምሕያሽ ኣትዩ ማለት እዩ። ኣብ ኢትዮጵያ ዘሎ ኩነታት ክሳብ ሕጂ እውን ኣስጋኢ ብዝኾነ ኩነታት ይኸይድ ኣሎ ማለት እዩ። እቲ ቀንዲ ዘገደሰና ብዛዕባ ኣብ ኢትዮጵያ ዘሎ ኩነታት ግን ብጀካ እታ ሃገር ናበይ ከተብል እያ ምባል ገዲፍካ ኣብ ጉዳይ ናይ ኤርትራ ኢድ ምእታው ዝመስል ነገር ተራእዩ እዩ። ብሓደ ሸነኽ መንግስቲ ኤርትራ ንሓላፊ ወይ ንቀዳማይ ሚኒስተር ናይ ኢትዮጵያ ትውክለኒ ኢኻ ክሳብ ምባል ዝበጸሐ ሃለዋት ብምንባሩ ክሳብ ኣስጋእነቱ ዝረኣናሉ መድረኽ ነይሩ እዩ ዋላኳ እዚ ጉዳይዚ ብቐዳምነት ካብ መጀመሪኡ ኣትሒዝና ዝተኻታተልናዮ እንተኾና ኩሉ ግዜ እናጠንቀቕና ብዝተኻእለ መጠን እቲ ጉባኤ እውን ብ ብሓላፍነታዊ መንገዲ እቲ ኣብ ኤርትራ ዘሎ ምዕባሌ ናይ ለውጢ ኩነታት ንኤርትራውያን ክግደፍ፣ ኣብ መንጎ ኢትዮጵያን ኤርትራን ዝህሉ ዝምድና ባህርያዊ ዝምድና ሰላማዊ ዝምድና ክህሉ ጽቡቕ ግን ተመሊሱ ንጉዳይ ኤርትራ ንድሕሪት ዝመልስ ኣብ ጉዳይ ናይ መግዛእትን ሓድሽ ቃልስን ከእቱ ብዝኽእል መንገዲ ከይምዕብል ክንጥንቀቕ ኣለና ዝብል እዩ ነይሩ ማለት እዩ። ሕጂ እዚ እቲ ናይ ጉባኤ ጉዳያት ብሓጺሩ እዚኤን እተን ዓበይቲ ነጥብታት ነይረን ክብል እኽእል እየ ማለት እዩ። ብዝሕክኡ ካልእ ብዙሕ ከምቲ ዝበልክዎ ኣዝዩ ኣገደስቲ ዝኾነ ጉዳያት ነይሩ እዩ ማለት እዩ። ምናልባት ንሓይልታት ምክልኻል ናይ ኤርትራ ብዝምልከት ኣገዳስነት ነይሩ። ምክንያቱ ሓይልታት ምክልኻል ናይ ኤርትራ ንባዕሉ ከም ሓደ ዝተገፍዐ ጭቁን ሓይሊ ምሉእ መሰል ዘይብሉ ግን ኣብ ኣገልግሎት ናይቲ ስርዓት ከውዕሎ እንዳተጨቆነ ዘገልግል ዘሎ ብምዃኑ ናብ ህዝቡ ክውግን ዝጽውዕ ነይሩ። እንታይ እዩ እቲ ኩነታቱ ኢልና ዝረኣናዮ እውን ብደረጃ እቲ ጉባኤ ነይርዎ እዩ እዚ ነጥቢ እዚ ማለት እዩ። ማለትሲ ከም ኢንስቲትዩሽን ከም ሓደ ትካል እቲ ዝሓየለ ነቲ ስርዓት ጠጠው ኣቢሉ ዘሎ ክነሱ ግን ከም ትካል ድማ እቲ ግቡእ ኣህጉራዊ ተፈላጥነት ዘለዎ ምምሕዳርን ምዕባሌን ዕብየትን ትምህርትን ክረክብ ዘይኸኣለ ክፍሊ ናይ ሕብረተሰብና እዩ። ኣካልና እዩ፣ ከም ኣካል መጠን ከኣ ምስ ህዝቡ ወጊኑ ኣብ ለውጢ ተርኡ ክጻወት ኣለዎ ዝብል እውን ነይሩ እዩ። ብሓጺሩ እዚ ክጠቅስ ዝኽእል ግዜ ከየንዋሕኩ ምእንቲ።
የቐንየለይ ኣቶ ተስፋይ ቅድሚ ሎሚ ማለት ገለ ዓመታት ኣቢሉ ይኸውን ብሰልፊ ዴሞክራሲ ህዝቢ ኤርትራ ዝወጸ ሓቢርካ ምስራሕ ዝብል እማመ ወጺኡ ነይሩ እሞ ክሳብ ሎሚ እንታይ ግብረ መልሲ ረኺቡ ሰልፊኸ ንተበግሶ ይኣክል ከመይ ይርእዮ? እወ ሓቂ እዩ። ቅድሚ ብሰነ እዩ መስለኒ ብሰነ ክልተ ሽሕን ዓሰርተ ሸውዓተን ኣቢሉ ሓደ እማመ ብሰልፊ ዴሞክራሲ ህዝቢ ኤርትራ ወጺኡ ነይሩ። እዚ እማመ እዚ ኣብ ሳልሳይን ሓድነታውን ጉባኤ ናይ ሰደህኤን ማለት ናይ EPDP ከምኡ እውን ናይ ሃደኤ ሕድሪ ሃገራዊ ድሕነት ኤርትራ ሕድሪ ናብ ሓድነት ዘብጸሐ ዓይነት ተበግሶ ነይሩ ክንብል ንኽእል ኢና። ምኽንያቱ ብሸነኽ ሰደህኤ እዚ እማመ ክወጽእ እንከሎ፣ ብሸነኽ ሕድሪ ከኣ ከምኡ ዝመስል ብትሕዝትኡ ዘይፍለ ናይ ቋንቋ ጉዳይ ጥራሕ ኣብ መንጎ ክልቲኡ ፍልልያይ ዝነበሮ ስለዝኾነ ኣብ ሓደ መጺኡ ናብ ስምረት ዘብጸሐ ዓይነት እማመ ነይሩ ክበሃል ይከኣል እዩ ማለት እዩ። ድሕሪ ጉባኤ እውን እንተኾነ እዚ እማመ እዚ በቲ መድረኽ ዘምጸኦ ኩነታት ማዕቢሉ ከም ህይወት ዘለዎ እማመ ተመሓይሹ ዝቕጽል ዘሎ እዩ ክበሃል ይከኣል እዩ ማለት እዩ። እንታይ እዩ ነይሩ ወይ እቲ ሕቶ ግን እንታይ ግብረ መልሲ ረኺቡ ብኩሎም ስለ ስፍሕ ዝበለ ስለ ዝኾነ ቁሩብ ዝርዝር ናብ ዝበለ ክንኣቱ ኣገዳስነት ዘለዎ ኮይኑ ስምዓኒ ማለት እዩ። ቀዳይ ነገር እተን እቲ እማመ ኣብ ምንታይ እዩ ዘተኩር መበገሲ መትከላት እየን ነይረንኦ ማለት እዩ። ድሕሪ እቲ ኩሉ ተመክሮ ድሕሪ እቲ ኩሉ ምሕዝነታት እሞ ከኣኒ ጀሚርና ክንውድኦ ዘይከኣልና ወይ ዝተፋላለናሉ ጉዳያት ብምንባሩ ብፍላይ ኣብ ክልተ ሽሕን ዓሰርተ ሸውዓተን ዝመጽእ ዝነበረ ምዕባሌ ክንቅይሮ ዘለና ጉዳያት ኣብ ሓድሽ መድረኽ ክንኣቱ ጉዳይ ናይ ዕርቂ ክንሪኦ ዘለና ኣተሓሳስባትን ኣረኣእያትን ክንቅይሮ ዘለና ኣሎ ብምባል እዩ ተበጊሱ ማለት እዩ። ስለዚ በዓል ኣርባዕተ ነጥቢ እማመ እዩ ክንብሎ ንኽእል ኢና ማለት እዩ። እተን ኣርባዕተ ነጥብታት እንታይ እየን? ማለት ኩሉ ዝቕበለን ኩሉ ብቐሊል ክርደኣን ዝኽእል ክፈላልያና ዘይክእላ ናብ ካልእ ዕሙቕ ዝበለ ኣይዲዮሎጂያዊ ፍልልይ ዘየእትዋና ነቲ ህልዊ ኩነታት ፈቲሕና ንመጻኢ መድረኽ ክቕርባና ዝኽእላ እየን ነይረን ማለት እዩ። ንሰን ከኣ እንታይ እየን? እተን ኣርባዕተ ነጥብታት ምዕቃብ ልዑላውነት ኤርትራ ማለት እዩ፣ ልዑላዊ ግዝኣት ኤርትራ ምፍላጥ ኩልና ከኣ ንፈልጠን ኢና ማለት እዩ። ስርዓት ምልካዊ ስርዓት ካብ ኤርትራ ንኸልግስ ዓቕምታት ናብ ምውሃድ እያ ምልጋስ ምልካዊ ስርዓት ኣብ ኤርትራ እታ ካልኣይቲ እያ። ሳልሰይቲ ድሕሪ ምልጋስ እዚ ስርዓት እዚ ኣብዝሓ ሰልፋዊ ስርዓት ምትካል እያ። እዚኣ እውን ኩልና ሰልፍታትን ውድባትን ኮይንና ስለዘለና ናይ ብዙሕነት ሃገር ከኣ ስለ ዘለና ኣብዝሓ ሰልፋዊ ኩሉ ዝቕበላ እዩ ማለት እዩ። እታ ራብዓይቲ ነጥቢ ከኣ ግዝኣተ ሕግን ደሞክራሲያዊ መሰላትን ናይ ህዝብና ምኽባር እያ ማለት እዩ። እዚኣ ከኣ እታ ኩላ ንቃለስ ኩልና ኩልና ብዘይ ሓደ ጎዳም እንቃለሰላ ዘለና ከም ውድባት ኢና ማለት እዩ። እዘን ኣርባዕተ ነጥብታት እዚኤን እንድሕር ተሰማሚዕና ሽዑ ኣብ ስትራክቸር ማለት ኣብ ቅርጻ ከይንበኣስን ኣየድልየናን እዩ። ቀቅርጻና ዋላ ሒዝና ከለና ሽማግለታት ክንገብር ንኽእል ኢና። እተን መዳይ ስራሕ ናይ ሽማግለታትና ከኣ ሰለስተ ጥራሕ ክኾና እውን ይኽእላ እየን። ሓንቲ ብሓደ ድምጺ ኣብ ቅድሚ ዓለም ምእንቲ ክንቀርብ ዲፕሎማስያዊ ልኡኽ ምግባር ማለት እዩ። ኣብ ቅድሚ ዓለም ሓደ ድምጺ ሓደ ኤርትራዊ ድምጺ ንኹልና ዝውክል ክንገብር እዚ ከኣ ኣብ ክእለታት ዝተመርኮሰ ሜሪቶክራሲ ዘፍቅድ ማለት እዩ ኣብ መን ከገልግል ይኽእል ዝረኣየ እምበር ክንደይ ተወኪሉ ዘይኮነ ክኸይድ ከም ዝኽእል እንዳረኣና ካልኣይ ነጥቢ ኣብ ህዝባዊ ምንቅስቓሳት እዩ ኣብ ህዝባዊ ምንቅስቃሳት ከዓ ንሕና ንህዝብና እንተወሓደ ኣብ ክሊ ዘን ሓሳባት እዚአን ክጥርነፍ ምግባሩ እታ ሳልሳይ ከኣ ሓደ ዓይነት ናይ ሚድያ ድምጺ ክህልወና፣ መድያና ምውህሃድ። ነዚ ክገብሩ ዝኽእሉ ከኣ እቶም ክእለት ዘለዎም፣ በዚ ፕሮፈሽን ዘለዎም ክኢላታት እዮም ዝበሃሉ ክኾኑ ኩልና ኣብ እንሰማማዓሉ መንገዲ ክኸውን ይኽእል ኢልና ኢና ቀሪብና ማለት እዩ። እዚ በብመንገዱ ኣብ ብዙሕ ኣፍርዩ እዩ ክበሃል ይከኣል እዩ ማለት እዩ። ዛጊት ኣቑምና ኣለና፣ ሽማግለታት ናብኡ በፂሕና ኣለና ክንብል ኣይንኽእልን ኢና። እቲ ምቅርራብ ግን ተፈጢሩ እዩ። ብመትከል ከዓ ዳርጋ ምስ ብዙሓት ኣብ ስምምዕ ዝበጻሕናሉ ኣሎ ማለት እዩ። እዚ ጉዳይ እዚ ሒዝና ናብ ኩለን ውድባት ኢና ቀሪብና ማለት እዩ። ናብ ኩለን ውድባት ክንቀርብ ከለና ግን ናቱ ግዜ ከኣ ከም ዝወሰደ ከኣ ኣብ ግምት ክንወስዶ ንኽእል ኢና ማለት እዩ። ሕጂ እቲ ኩነታት ከምዚ ኢሉ እናኸደ እንከሎ ብፍላይ ኣብዚ መድረኽ እዚ ካልእ ሓድሽ ለውጥታት እውን መጺኡ ከምቲ ዝበልናዮ ማለት እዩ። እዚ ኣብ ቦትኡ ከሎ ሓደ እቲ ምንቅስቓስና ይኣክል መጺኡ ማለት እዩ። ምንቅስቓስና ይኣክል ከኣ ተበግሶታት ሒዙ መጺኡ። ማለት ምንቅስቃስ ይኣክል ብሓደ ሸነኽ ከም ናይ ይኣክል ምንቅስቃሳት እዩ ግን ናይ ምትዕራቕ ከተዓርቑ ናይ ዝፍትኑ ተበግሶታት ከዓ መፅዩ ንኣብነት ዋዕላ ሚኒሶታ ዋዕላ ዕርቂ ውድባት ሚኒሶታ ኣብዚ ዳርጋ ብዙሓት ዳርጋ ኩለንተን ውድባት ኣለዋ ዝተባሃላ ገለን ዝተረፋ ከለዋ ከላ ግን ኣብኡ ተሳቲፈን ናይ ሓባር መግለፅን ናይ ሓባር ስምምዕን እውን ኣውፅኤን ንኣብነት ኤርትራዊ ሃገራዊ ባይቶን ዴሞክራሲያዊ ለውጢ ኣብኡ ነይሩ ማለት እዩ እዚ ሃገራዊ ባይቶ ከም ንፈልጦ ዳርጋ ኣብ ውሽጡ ብዝሕ ዝበለ ብርክት ዝበለ ቁፅሪ ሓቂፉ ዘሎ ፅላል እዩ ማለት እዩ ክሳብ ዓሰርተ ሸሞንተ ምናልባት ካብኡ ንላዕሊ ሒዙ ኣሎ ማለት እዩ። ኤርትራዊ ሃገራዊ ግንባር ኣብኡ ኣሎ ማለት እዩ። ኤርትራዊ ሃገራዊ ግንባር ኣብ ኣርባዕተ ውድባት ሓቂፉ ኣሎ ማለት እዩ። ሰልፊ ዲሞክራሲ ህዝቢ ኤርትራ ንሕና ማለት እዩ ከም ሰልፊ ኣለና። ኢንፋክት ክልተ ውድባት ኢና ጸኒሕና ሕጂ ሓደ ውድብ ኮይንና ዘለና ማለት እዩ ኣብኡ ኣለና ማለት እዩ ኣብቲ ግዜ እቲ ዋልታ ሓይልታት ን ለውጢ ብዝብል ስም ቀሪቡ ዝነበረ ሕጂ ከኣ ሓድነት ንደሞክራስያዊ ለውጢ ብዝብል ስም ዘሎ ውድብ ሓደ ውድብ ናይ ክልተ ሰለስተ ሓድነት ዝገበረ እዚ እውን ኣብኡ ኣሎ ማለት እዩ። ስለዚ ኣብ ዋዕላ ሚኒሶታ ሓድሽ መድረኽ ዝኸፈተ ጥራሕ በተን ኣርባዕተ ነጥብታት ዘይኮነስ ብትሽዓተ ነጥብታት ተሰማሚዑ ማለት እዩ። ካብቲ ዝተሓተ ዓይነት ስምምዕ እንብሎ ልዕል ዝበለ ከይዲ ኣሎ። ኣብ ተግባራዊ ስምምዕ እውን ክበፅሕ ዝኽእል ክሳብ ናይ ሓባር ቻርተር ክንገብር ኣለና ናብ ዝብል ዝበፅሐ እዩ ማለት እዩ። ብዘይክኡ ከም ሲቪላዊ ምንቅስቓሳት ኣብኡ እውን ከም ዓለም ለኻዊ ተበግሶ ኤርትራውያን ንምድንፋዕ ህዝባዊ ምንቅስቓስ ብዝብል ስም ዝፍለጥ ህዝባዊ ምንቅስቓሳት ከምኡ እውን ኣብቲ ግዜ እቲ ናይ ኤርትራ ስኒት ናይ መጽናዕቲ ጉጅለ ዝተሳተፍዎ ውን ነይሩ ማለት እዩ። ሕጂ እንታይ ክንብልካ እቲ ምቅርራብ ኣምጺኡ ማለት እዩ። ክልተ ሽሕን ዓሰርተ ሸውዓተን ጀሚርናዮ ኢልና ንሕና ግን ብክልተ ሽሕን ዓሰርተ ሸሞንተን እቲ ኣብ መንጎ ኤርትራን ኣብ መንጎ ኢትዮጵያን ብፍላይ ከዓ ኣብ መንጎ ቀዳማይ ሚኒስተር ኣብይን ኣብ መንጎ ኢሳያስ ኣፈወርቅን ዝምድናን ዕርቅን ዕርክነትን ምስ ጀመረ እሞ ጉዳይ ናይ ኤርትራ ብልዑላውነት ብዝምልከት ከኣ ኣብ ሕቶ ምልክት ኣብ ዝኣተወሉ እዋን ኩሉ ክንቀሳቐስ ስለ ዝጀመረ ኦከይ እቲ ናትና እማመ መበገሲ ክኸውን ይኽእል እዩ ግን ደረቕ ነገር ከኣ ኣይኮነን ማለት እዩ። ልክዕ ከም ትንፋስ ዘለዎ ነገር እዩ። ከም ትንፋስ ዘለዎ ነገር ከኣ እንዳዓበየ እንዳማዕበለ ክኸየድ ዝኽእል እዩ ማለት እዩ። ስለዚ። ዋዕላ ሚኒሶታ ኣገዳሲ መዓርፎ ነይሩ ማለት እዩ ካልእ ብድሕሪኡ ውድባት ዘራኸበ ተበግሶታት ነይሩ ንኣብነት ንቕሎ ኣዴታት ንቕሎ ኣዴታት ኣብ ፍራንክፈርት ኣብ ዝተገብረ ኣኼባ ዳርጋ ብዙሓት ውድባት ዝተሳተፍሉ ነይሮም ማለት እዩ። ኣብዚ ከኣ ብጀካ እተን ዝበልናየን ኩለን ውድባት ነይረን፣ ባይቶ ነይሩ፣ ኤርትራዊ ሃገራዊ ግንባር ነይሩ፣ ሰልፊ ደሞክራሲ ህዝቢ ኤርትራ ነይሩ፣ ሓድነት ንደሞክራሲያዊ ለውጢ ነይሩ፣ ብተወሳኺ ድማ ናይ መንእሰያት ምንቅስቓስን ካልኦት ውድባትን እውን ተወሲኾሞ ነይሮም ማለት እዩ። ሕጂ እዚ ሓፈሻዊ ዋላ እኳ ኣብኡ በዝን በዝን ወፂና ክንብል ኣይንኽእልን ኢና ማለት እዩ፣ ግን ሓፈሻዊ ምርድዳእ ክንቅፅል ከም ዘለና ነይሩ እዩ ማለት እዩ። ቀጺሉ ዝመጸ እንታይ'ዩ? ኣብ መንጎናን ኣብ መንጎ ውድባትን ኣብ መንጎ ጽላላትን ርኽክብ ይካየድ ነይሩ ማለት'ዩ። ብደረጃ ውድባት ንኣብነት ብደረጃ ውድባት ኣብ መንጎናን ኣብ መንጎ ሃገራዊ ግንባር ሃገራዊ ድሕነት ግንባር ሃገራዊ ድሕነትን ሓደ ርኽክብ ተኻይዱ። ምናልባት እውን ብደረጃ ናይ ዘተ ሽማግለታት ክምዕብል ኣብ ዝኽእል ደረጃ ኣብ ምቅርራብ ዘሎ ክንብሎ ንኽእል ኢና ማለት እዩ። ኣብ መንጎ ሃገራዊ ባይቶን ኣብ መንጎ ሰድህኤን ሽማግለታት ድሮ ወፅየን ዘተ ጀሚሩ። ናይ ሓባር ስምምዕ እውን ተበጺሑ ኣሎ ማለት እዩ። እቲ ናይ ሓባር ስምምዕ ዝተበጽሓሉ ከ እንታይ እዩ? ዝሰፍሐ ንኹሉ ዝጠርነፈ ጽላል ክህሉ ማለት እዩ። ኣብ መንጎ ኤርትራዊ ሃገራዊ ግንባር ኣብ መንጎ ሰደህኤን እውን እቲ ልዝብ ኣብዚ ነጥብታት እዚ ዘመርኮሰ ብክልእ ዝተመርኮሰ ተኻይዱ ነይሩ እዩ ማለት እዩ። ኣሎ እዩ ሓፈሻዊ ስምምዕ መበገሲ ክኸውን ዝኽእል ማለት እዩ ጌና ግን ኣብ መስርሕ ኣሎ ማለት እዩ ሕጂ ኣብዚ ቀረባ እዚ እዋን እውን ከምኡ ከምኡ እውን ምስ ሓድነት ኤርትራውያን ንፍትሒ ኣብቲ ናይ ንቕሎ ኣዴታት ተወሲኾም ነይሮም ከም ዝበልክዎ ዓንተወ ብዝጀመረ ግን ከኣ ዘይማዕበለ እኳ ኩን እምበር ዝጀመረ ምንቅስቓሳት ወይ ናይ ሓባር ስርሓት ነይሩ እዩ ማለት እዩ ስለዚ ብሓፈሽኡ እዚ ስምምዓትን ርኽክባትን ካብቲ መድረኻት ዝነበረ ናይ ምቅሕሓርን ቅድሚ ሕጂ ዝነበረ ናይ ምንጽጻግን መድረኽ ወጺእና ናብ ምስምማዕ ደረጃ በጺሕና ኣለና ክንብሎ ንኽእል ኢና። ወዲእናዶ? ኣይወዳእናን ኣለና። ግን። ባይታታት ፅቡቕ ይፍጠር ኣሎ። እዚ ባይታታት እዚ ናብ ጭቡጥ ስራሕ ከእትወና ብዝኽእል መንገዲ ይምዕብል ኣሎ ክብል ይኽእል እየ። ኣብዚ ቀረባ እዋን እውን ብብዙሓት ፅቡቕ ዝደልዩ ናይ ደንበ ተቓውሞን ለውጢ ኣብ ኤርትራ ዝደልዩን ንኹለን ውድባት ናይ ምርኻብ ፈተናታት ይህሉ ኣሎ። ንሕና ከኣ ከም ሰልፊ ብውሳኔ ናይቲ ጉባኤ መሰረት ደረቕ ዝኾነ ኣረኣእያ ከይሓዝና ንሃገርን ንለውጥን ብዝጠቅም መንገዲ ዝምዕብል ክሳብ ዝኾነ ኣብ ኩሉ መዳያት እንዳተሓባበርና እንዳሰራሕና ዝኽፈል ዋጋ እውን እንዳኸፈልና ነዚ ሓባራዊ ስራሕ ከነዐውቶ ክንጽዕር ምዃንና'የ ዝፈልጥ፣ ብኡ ኢና ንጓዓዝ ዘለና። የቐንየለይ። የቐንየለይ ኣቶ ተስፋይ፣ ኣብዚ እዋን እዚ ብፍላይ ናይ ኢሳያስ ዶክተር ኢሳያስን ዶክተር ኣቢይን ዝተረኽበ ዝምድናታት ማለት ዳርጋ ንሃገርና ኤርትራ ወይ ድማ ንልኡላውነት ኤርትራ ኣብ ዘህስስ ወስታታት ይረኣ ኣሎ እሞ ነዛ ሃገርና ኤርትራ ካብዛ ኣትያቶ ዘላ ቀረና መገዲ ወይ ሕማቅ ኩነታት ንምውጻእ ካብ ደምበ ተቃውሞ ይኹን ህዝቢ ኤርትራ ይኹን ሓይልታት ምክልኻልን ኤርትራውያን ስደተኛታትን እንታይ እንተገበሩ እዮም መዋጽኦ ናይ ሃገርና ክፈጥሩ ዝኽእሉ?
እታ ሕቶ ፅብቕቲ ሓያል ሕቶ እያ ግን ክብድ ዝበለት ምናልባት ንበይነይ ክምልሳ ከማን ሓያል ክትከውን ትኽእል እያ ምክንያቱ ናይ ኩሉ ዕማም ስለ ትሓትት ዝኾነት ኩሉ በብመንገዱ ከኣ ነናቱ ርእይቶ ክህልዎ ስለ ዝኽእል ማለት እዩ። ንሕና ከም ሰልፊ እንታይ ኢና ንርኢ ናብ ዝብል ክምዕብል ይኽእል ክዓቢ ይኽእል እዩ ግን እንታይ ኢና ንርኢ ሓቂ እዩ ዝተባህለ ማለት ኣብዚ እዋንዚ እንታይ እዩ ክገብር ዘለዎ ሕቶ ናይ መላእ ኤርትራውያን ሕቶ ኮይኑ ኣሎ። ጥራሕ ናይ ኤርትራውያን ሕቶ ዘይኮነሲ እንታይ እዩ ክግበር ዘለዎ ዝብል ናይ ፈተውቲ ኤርትራ ወጻእተኛታት ሕቶ እውን ኮይኑ ኣሎ እዩ ማለት እዩ። ክንቅይሮ ንኽእል ዲና እቲ ኩነታት ክንቅይሮ ከንታ ክንገብር ኣለና። ከምታ ዘምጻኻያ እታ መጀመርያ ስራሕ ናይ ኩልና ናይ ኩልና ኤርትራውያን መጀመርያ ጉዳይ ንቐጻልነትና ከም ህዝቢ ውሑስ ምግባር እያ። ቀጻልነትና ከም ሃገር ውሑስ ምግባር እያ። ንሕና ህዝቢ ኤርትራ ብቑጽሪ ብዙሕ ኣይኮነን። ሓድነቱ ዓቂቡ ስለ ዝተቓለሰ ግን እቲ ዘይምብዛሕ ንኽዕወት ኣይዓገቶን። ከም ይዕበ ይንኣስ ሰብኣይ ሰበይቲ፣ ወድ ተባዕታይ ጓል ኣንስተይቲ፣ ኩሉ ክፍልታት ናይ ሕብረተሰብና፣ ኩሉ ብሄራትና፣ ኩሉ ሃይማኖታትና ኣብ ሓንቲ ጉዳይ ጸሚዱ ተቓሊሱ። ኤርትራ ካብ መግዛእቲ ተላቒቓ ነጻ ሃገራዊ ጉዕዞኣ ከተካይድ ኣለዋ ስለ ዝበለ ናጽነቱ ሒሱ ንዓመት ንዓለም ድማ ከሲቡ ማለት እዩ። ሕጂ እዚ ኩነታት እዚ ክቃለሰሉ እንከሎ እቲ ሓሳብ ኤርትራስ ነፃ እንድሕር ወፅያ ናብ ምልኪ ከተድህብ ክትሰግር እያ ዝብል ኣብ ኣእምሮ ሰብ ዝነበረ ውን ኣይመስለንን ምኽንያቱ ንዓና ዝምልከት ጎይርናስ ኣይንሪኦን ኢና ኔርና ማለት እዩ። ኤርትራስ ሓደ ምልካዊ ስርዓት ከተፍሪ ከም ትኽእል ዝሓስቦ ሰብ ውን ኣይነበረን ማለት እዩ። ንዓና ከም ዘይምልከት ኢና ሪኢናዮ። ስለዚ ከይተዳለናዮ ከኣ ኣቲናዮ ማለት እዩ። ምልካዊ ስርዓት ከኣ ዘገም እንዳበለ ናብ ናብ ህልም ዝበለ ግፍዒ እዚ ፖሊሲኡ መንግስቲ ኣሰጋጊሩና ማለት እዩ። ኦኬ እዚ ኩነታት እዚ፣ ምልካዊ ስርዓታት ኩሉ ግዜ እቲ ሃገር ንሶም እዮም፣ ረብሐኦም ረብሓ እታ ሃገር ይኸውን፣ እሶም ምስ ዝጉድኡ ከኣ ሃገር ይጉዳእ ከም ዘሎ ገይሮም እዮም ዘርእዩ። መንግስትን ሃገርን ኣይፈልይዎን እዮም ማለት እዩ። እቲ መንግስቲ ማለት እቲ ሃገር እዩ። እቲ መንግስቲ ዲክታቶርያዊ እንድሕር ኮይኑ እሞ ኸኣ ኣንጻር እቲ መንግስቲ ጠጠው እንድሕር ኢልካ ኣንጻር ሃገር ጠጠው ከም ዝበልካ ገይሩ ዝግለጸሉ መድረኽ እዩ ነይሩ፣ ዘሎ ማለት እዩ። ስለዚ ድማ፣ ድሌት ናይ ህዝቢ ክጥሕስ ከሎ ንረብሓ ሃገር እዩ ይብለካ። ክእሰር ከሎ ንሓደ ክኣስር ከሎ ናጽነቱ ክኸልኦ ከሎ ናጽነቱ ጥራሕ ዘይኮነስ ዋላ ህይወቱ ክኸልኦ ከሎ ናይ ምንባር መሰሉ ክነፍጎ እንከሎ እውን ንረብሓ ሃገር ይብለካ። ኣብ መወዳእታ እንድሕር ንሃገር ኣሕሊፉ ክህብ ክደሊ ከሎ ድማ ንረብሓ ሃገር እዩ እንዳበለ እዩ ዝበካ ማለት እዩ። ስለዚ እቲ ጉዳይ ሰፍ ዘይብል ሓላፍነት ኣሎ ኣብ ልዕሊ ኩልና ኣብ ልዕሊ ኩልና ኣብ ህዝብና ኣብ ሰራዊትና ኣብ ውድባትና ኣብ መንእሰያትና ኣብ ዓበይትና ማለት እዩ ኣብ ልዕሊ ኩላትና እቲ ኩሉ ንናጽነት ኤርትራ ዝተኸፍለ ከቢድ ዋጋ ነቲ ዲክታቶርያዊ ስርዓት ኣይንታዩን እዩ ምኽንያቱ ዋላ ንሃገር ክሸይጥ እንተደልዩ እውን ንረብሓ ሃገር እንዳበለ ክሸጠካ ክእል እዩ ማለት እዩ ስለዚ ቀጻልነትና ከም ህዝብን ከም ሃገርን ልዑላውነትና ምውሓስን ቀዳመይቲ ሓላፍነት ናይ ኩልና እያ ብል ማለት እዩ። እዚኣ ብሽርክነት ክንሕዛ ዘለና ሓላፍነት እያ። ካብዚ ሰጊረ እቲኣ ሕቶ ንባዕላ ህዝቢ እንታይ ክገብር ኣለዎ፣ ምክልኻል ሓይልታት ምክልኻል እንታይ ክገብሩ ኣለዎም፣ ስደተኛታት እንታይ ክገብሩ ኣለዎም፣ ወዘተ ዝብል ነጥብታት ስለ ዘሎ በብሓደ ክንመጾ ንኽእል ኢና ማለት እዩ። ሕጂ መጀመርያ ኣብ ኣብ ህዝቢ ክንከይድ ማለት ህዝብና ኣብቲ መስርሕ ናይ ኣብቲ መስርሕ ናይ ቃልሲ ንናጽነት ንጹር ዝኾነ መለለዪ ነይርዎ። እቲ ንጹር ዝኾነ መለለዪ እንታይ እዩ ነይርዎ? ሓደ መግዛእታዊ ሓይሊ ኣብ ውሽጢ ኤርትራ ኣሎ። ካብ ደገ መጺኡ ዝወረረ ሓይሊ ኣሎ። እቲ ኣብ ውሽጢ ዘሎ ሓይሊ ህዝቢ ድማ ኣንጻር እዚ ብደገ ዝመጸ ሓይሊ ክዋጋእ፣ ክምክት ቀሊል ነይሩ ማለት እዩ። ንሕናስ ኣብ ዓዲ ከድና ኣብ ዝኾነ ወጺና ከም ተጋደልቲ መጺኻ ብደገ ትውረር ኣለኻ ኣርዑት ናይ መግዛእቲ ተጻዒኑካ ኣሎ እሞ ከተልግሶ ኣለካ ክንብል ከለና እቲ ተረድኦ ቀሊል ነይሩ ክብል ይኽእል እየ ማለት እዩ። እቲ ድሕሪ ነጽነት ዝተረኽበ ኩነታት እንታይ እዩ? እቲ ዝገዝኣካ ዘሎ ኣጋዛዝኡ ባህሪ እንተዘይቀየረ እውን ግን ወዲ ዓድኻ እዩ ማለት እዩ። ካብ ደገ መጺኡ ኣይኮነን ዝገዝኣካ ዘሎ ካብ ውሽጥኻ መጺኡ ዝገዝእ ዘሎ ማለት እዩ። ስለዚ እቲ ህዝቢ ኦ ደቅና እዮም ኢሉ ክኣምኖን ንገለ ግዜ ክታለልን ቀሊል እዩ ነይሩ ማለት እዩ። ኣብ ከምዚ ዝበለ ኩነታት ነቲ ዕማም የኽብዶ ማለት እዩ። ምክንያቱ ደገፍትን ተቓወምትን ይገብሮ። ደገፍቲ ናይቲ ስርዓትን ተቓወምቲ ናይቲ ስርዓት እቲ ምልካዊ ስርዓት ይዓኩኻ ኣሎ ዝበሃለሉ ዝነበረ መድረኽ ኖ ትገፍዕዎ ኣለኹም ነዚ መንግስቲ እዚ ዝበሃለሉ ካልእ ርእይቶ ከዓ ነይሩ እዩ ማለት እዩ። ስለዚ ግን እንድሕር ርኢና እቲ ዝያዳ ዝተገፍዐ መን እዩ? ምልካዊ ስርዓት ንመላእ ህዝቢ እዩ ዝገፍዕ። ካብኡ ናብኡ ግን እቶም ዝያዳ ዝግፍዑ እቶም ኣብ ፍርሒ ዝነብሩ እቶም ገንዘቦምን ንብረቶምን ዝተመንዝዑ እቶም ብቐረባ ከራኽበሎም ዝኸኣለ እቶም ደገፍቱ ዝበሃሉ እዮም ብሓቂ እቲ ንድግፎ ኢና ዝተባህለ ዝተቐጥቀጠ ብዙሕ እዩ ማለት እዩ ኣብ እንግድዖም ተፃዒኑ ካብኦም ተቐሊቡ ካብ ቦኦም ተዓንጊሉ ዝነብር ስርዓት ክንሱ ንዕኦም ይኣስሮም፣ ንዕኦም ይቕጥቅጦም፣ ንዕኦም የፈራርሖም፣ ንዕኦም ካብ ገዛ ጨውዩ ይወስዶም ማለት እዩ። ስለዚ ልክዕ ከምዚ ሓደ ፓራሳይት ወይ ቁርዲት ክንብሎ ደሙ እንዳመፀየ ይሃጥር እቲ ዝድግፎ ዘሎ ድማ እንዳዓበረ እዩ ዝኸይድ ማለት እዩ። ስለዚ ከነለልዮ ኣለና ማለት እዩ። እቲ ከይዱ ከይዱ እቲ ዝድግፍ ዘሎ ሓይሊ እውን ኣካል ናይቲ ዝግፋዕ ዘሎ ምዃኑ ኣብ ዘለለየሉ እዋን ብዘይ ምሕረት ኣንጻር እቲ ስርዓት ጠጠው ከም ዝብል ጥርጥር የብሉን እዩ ማለት እዩ። ስለዚ እቲ ኣብ ደገ ከም ተቓዋሚ ዝፍለጥ ሐቋፊ ከኣ ክኸውን ኣለዎ ብሓደ ሸነኽ ማለት እዩ። ስለዚ ህዝብና ብተር ብክልቲኡ እቲ ኣለልይዎ ዘሎ ነቲ ዘየለለዮ ዘሎ ከረድእ እቲ ዘየለለዮ ዘሎ ሓንሳብ ምስ ፈለጦ ከኣ ብዘይ ስክፍታ ናብቲ ኣካሉ ክጽንበር የድልዮ። እዚኣ እታ ጸዋዒት ማለት እዩ። ንሕና ከም ህዝቢ ሓደ ኢና ክንታዓረቅ እዩ ዘለና ኣብ ምፍልላይና ስለ ዝነብር ዘሎ ማለት እዩ ስለዚ ህዝቢ እዚ ክገብር የድልዮ ማለት እዩ ንሓድሕዱ ጸላኢ ኣይኮነን ንሓድሕዱ ተሓባባሪ እዩ ኩሉ ዝግፋዕ ዘሎ እዩ እቲ ዝያዳ ዝግፋዕ ድማ እቲ ፈታዊኻ እዩ ዝብሎ ዘሎ እዩ ክንብል ንኽእል ኢና ማለት እዩ። እንታይ ይበሃል ሲ ኮፍ ኢልካሉ ዘለኻ ወንበር ኣበይ ጠጠው ከም ትብልሲ ይውስነልካ እዩ በሃሊ ማለት እዩ። ማለት ኣብዚ ኮፍ ኢለ ከለኹ ኣብቲ ካልእ ቦታ ከይደ ጠጠው ክብል ኣይኽእልን እየ ማለት እዩ። እታ ካብታ ኮፍ ኢለላ ዘለኹ ጠጠው ክብለላ ዘላትኒ ባይታ ዕድል ውስንቲ እያ ማለት እዩ። ኣይትርሕቕን እያ ኣብታ ኮፍ ኢለላ ዘለኹ መንበር ማለት እዩ። ስለዚ ኣብ ውሽጢ ኤርትራ ዘሎ ጠጠው ክብል እንከሎ ኣብኡ እዩ ጠጠው ክብል ማለት እዩ ኣብ ውሽጢ ኤርትራ ኣብ ደገ ዘሎ ጠጠው ክብል ከሎ ከኣ ኣብቲ ዘለዎ እዩ ጠጠው ክብል ማለት እዩ። ግን ኣብቲ ዘለዎ ኮይኑ ነናቱ ተራ እንድሕር ተጻዊቱ እቲ ብዝምድናዊ መንገዲ ነጻነት ናይ ምንቅስቃስ ዘለዎ ነቲ ብዝምድናዊ መንገዲ ድሩት ናጽነት ናይ ምንቅስቃስ ዘለዎ ክድግፎ ከድልዮ እዩ ማለት እዩ። ብዝተፈላለየ መንገዲ ስለዚ ነቲ ስርዓት ዝቃወም እንተኾይኑ እቲ ፍርሒ ኣብ ርሑቕ እንድሕር ኣለኻ ድሩት እዩ ኣብ ውሽጡ እንድሕር ኣለኻ ከኣ ብርክት ዝበለ እዩ ማለት እዩ። ስለዚ ካብ ክንዲ ካብ ፍርሒ ወጺኻ ናብ ቅሳነት ምእንቲ ክትኣቱ እቲ ኩነታት ክርዳእ ብዝኽእል መንገዲ ብሓንሳብ እንድሕር ተሓባቢርካን ብሓንሳብ እንተመኪትካን እዩ እቲ ህዝቢ ብሓንሳብ እንድሕር ተሲኡ ከኣ ስርዓት ናብ ዘብሎ የብሉን። ምኽንያቱ ንብዙሓት መለኽቲ ህዝቢ እዩ ኣብ መወዳእታ ዘውድቖም ማለት እዩ። ካልእ ብደረጃ ደንበ ተቓውሞ እቲ ቀዲምና ዘልዓልናዮ እዩ። ጉዳይ ናይ ሓድነትን ናይ ሓቢርካ ምስራሕን ንህዝብና ምልላይንን ነዚ ክንብሎ ዝጸናሕና ህዝቢ ኣለልዩ ከኣ ከመይ ይኾነ ሓቋፊ ምንቅስቓሳት ይወስድ። ነንሕድሕዱ ቀዳማይ ነገር ከመይ ይተሓባበር፣ ተሓባቢሩ ድማ ንኹሉ ከመይ የሰልፍ እዩ ማለት እዩ። እቲ ሳልሳይ ነጥቢ ናይ ይኣክል ምንቅስቓስ ዘሎ ቀጻልነቱ ምርግጋጽ እዩ ማለት እዩ። ንኣብነት ኮንፈረንስ ናይ ደቂ ኣንስትዮ ኣብዘን ዝሓለፋ እዋን ኣብ ዲሲ ተኻይዱ ነይሩ። ቅሩብ ዝዓጀበኒ ነገር ኣሎ ማለት እዩ። ንይኣክል እውን ከነማዕብሎ ንኽእል ኢና ናብ ዝብል ወሲደን ደቂ ኣንስትዮ ማለት እዩ። እታ ጭርሖ ዝወሰድኣሲ ካብ ይኣክል ናብ ይከኣል ሕጂ ይኣክል ኢልና ኣለና ሕጂ ግን ንምቕያር እውን ይከኣል እዩ ናብ ዝብል ብሓድሽ መድረኽ እየን ከይደን ማለት እዩ። እዚ ተራ እዚ ንጽበ ማለት እዩ። ከምኡ ዝኣመሰለ ተራ ንጽበ ማለት እዩ። ኣብነት ሓዳሽ ጭርሖ ሕጂ እዚኣ ካብ ይኣክል ናብ ይከኣል ትብል ናይ ደቂ ኣንስትዮ ጭርሖ ኩልና ክንስዕባ ዘለና ኮይና ትስምዓኒ ማለት እዩ። እወ ሕጂ እውን ይከኣል እዩ ምኽንያቱ ድሕሪ ሰላሳ ዓመት ምልኪ ናብ ራህዋ ዝሰጋገረሉ መድረኽ ግድን ክመፅእ ኣለዎ ማለት እዩ። እታ ካልእ ነጥቢ ዝተጠቕሰት ናይ ሰራዊት ሓይልታት ምክልኻል እያ። ቅድም ኣቢለ እውን ጥቕስ ኣቢለዮ ከም ዝነበርኩ ከም ትካል ሰራዊት ናይ ኤርትራ እቲ ዝተገፍዔ ክፍሊ ናይ ሰራዊት ኣብ ኣህጉር ዘሎ እዩ ክበሃል ይከኣል እዩ ማለት እዩ። ከም ሰራዊት እቲ ዝኸበደ ስራሕ ይሰርሕ እዩ ሓይልታት ምክልኻል ኤርትራ። ከም ትካል ናይቲ ሃገር ግን መሰረታዊ መሰላቱ ዝተገፍዐ እዩ ማለት እዩ። ኣብኡ ከም ናብ ኣገልጋሊ ዝተለወጠ ሰራዊት፣ ብዙሓት ኢሎሞ ዳርጋ ከም ባርነት ዝረኤ ምንቅስቃስ ክገብር ዝግደድ ኢዩ ዘለና ማለት ኢዩ። ኣብ ገለ ገለ እዋናት መንእሰያት ራሕሪሖሞ ዝወጹ ክትርኢ እንከለኻ ስለምንታይ ንዝብል ሕቶ እቲ ስራሕ ናይ ሰራዊት ዘይኮናስ ህንጻታት ናይ ሓለፍቲ ንሰርሓሉ ዝነበርና እዋን ነይሩ እዩ። ሓደ ውልቀሰብ ንስድርኡ ክኣልየሉ ኣብ ዘይክእል ደረጃ ወዲቑ ዘሎ እዩ ማለት እዩ። ነታ መሰረታዊት ኣሃዱ ናይቲ ሕብረተሰብና፣ ነታ ስድርኡ ቡን ክቕርበላ፣ መግቢ ክቕርበላ፣ መጽለሊ ክረኽበላ ዝጻገመሉ ዘሎ መድረኽ እዩ። ኣብ ስራሕካ ናይ ምምዕባል የለን፣ ትምህርቲ ናይ ምሃብ የለን። ሓላፍነትን መዝነትን ናይ ምውሳኽ ውን የለን። ደቂ ሓምሳ ዓመት ኮይኖም ዕስራ ዓመት መራሕ ጋንታ ነይሮም ድሕሪ ዕስራ ዓመት መራሕ ጋንታ ኮይኖም ሰላሳ ዓመት ዕስራ ዓመት ዘገልገሉ ትረኽቦም ኢኻ ማለት እዩ። ኤርትራ ክሳብ ክንድዚ ተጻገም እያ ማለት እዩ። ስለዚ ሓይልታት ምክልኻል ኤርትራ እንታይ ኢና ንብል? ሓይልታት ምክልኻል ኤርትራ ኣካል ናይ ህዝቢ እዮም። ኣካል ናይ ህዝቢ እዮም። ቅድሚ ሕጂሲ ኣብ ግዜ ሃይለስላሴ ብረት ስለ ዝዓጠቑ ጸላእትና ኣይኮኑን ኮማንዶስ፣ ኮማንዶስ ኣሕዋትና እዮም፣ ኮማንዶስ ኣካልና እዮም ዝብል ናይ ሰውራ መግለጺ ነይሩ ማለት እዩ። ኮማንዶስ ሓንሳብ ምስ ተበገሱ ነቲ ሰውራ ዓይነታዊ ለውጢ እምጺኦምሉ። ተጸንቢሮሞ ነቲ ሰውራ ዘይኮነስ ናብ ናጽነት ክሳብ ዝበጽሕ ተዋዲቖምን ኣዋዲቖምን መሪሖምን ተመሪሖምን ዓዲ ኣትዮም ማለት እዩ። ግን እቲ ስርዓት ናይ ሃይለስላሴ ዘማዕበሎምን እቲ ስርዓት ዝመሃሮምን እዩ ማለት እዩ። እቲ ሰውራ ግን ተጠቒምሎም ምስ ህዝቦም ከኣ ወጊኖም ማለት እዩ። እንታይ ፍልልይ ኣለዎ እዚ ምልካዊ ስርዓት ባዕሉ ዝሃንጾ ዘሎ ድሕሪኡ ንዕኡ እዩ ዘዕኑ ግን ንኸይህነጽ ኣብ ፍርሒ ንክነብር ባዕሉ እቲ ሰራዊት ንፍርሒ ከልግስ ዘለዎ ናይ ህዝቢ ጎኒ ክኸውን ዘለዎ ንባዕሉ ኣብ ፍርሕን ኣብ ስግኣትን ክነብር ዝግደድ ዘሎ ስለዝኾነ ናብ ህዝብኻ ወጊኑ ክንቀሳቐስ የድልዮ ዝብል እምነት ኣለና ኣነ ማለት እዩ። ስለዚ እንታይ እዩ ንሕና ከምቲ ዝበልክዎ ኩሉ ነገር ዕማማት ብሓንሳብ ከነምፅኦ ኣይንኽእልን ኢና። እቲ ተምሃራይ ትምህርቱ እቲ መምህር ክምህር እቲ ተምሃራይ ክመሃር እቶም ፈላጣት ናቶም ተራ ክፃወቱ ብኩሉ መዳያት ዘለዉ ዓቕምታቶም ኣብ ለውጢ ምርግጋፅ ከውዕልዎ ብደገን ብውሽጥን፣ ብደገ ዝራኸቡ ምስ ወጻእተኛታት፣ ምስ ኣህጉራዊ ትካላት ዝራኸቡ ክራኸቡ፣ ብሜድያ ናይ ኩሉ ስራሕ ክግበር ሰፊሕ እዩ እቲ እንታይ ክንገብር ኣለና ዝብልሲ ብጣዕሚ ብጣዕሚ ሰፊሕ እዩ ንበይነ ሓደ ሰብ ዝምልሶ እውን ኣይኮነን ዝበልክዎ በዚ እዩ ግን ክረኣየካ ከሎ ንሕና እንድሕር ነናትና ተራ ኣብታ ዘለናያ ኩነታት ንለውጢ ሰሪሕና፣ ነቲ ምልካዊ ስርዓት ከኣ ኣብታ ኣብታ ቦታና ናብ ገዛናን ኣብ ከባቢናን እንድሕር ከነሰንፎ ክኢልና እቲ ስርዓት ወዳቒ እዩ ማለት እዩ። ስለዚ እዚ እየ ክብል ዝኽእል በዚ ብዝምልከት ማለት እዩ። የቐንየለይ ኣቦ ወንበር ሰልፊ ደሞክራሲ ህዝቢ ኤርትራ ኣቶ ተስፋይ ወልደሚካኤል። መደብና ኣብ ምዝዛምና ገጽና ንኸይድ ስለ ዘለና፣ ቅድሚ ምዝዛሙ ግን ምናልባት ናብ ህዝቢ ተመሓላልፎ ጉዳይ እንተልዩ ዕድል ንኣኻ ክህበካ።
የቐንየለይ ድራር። ብወገንና እንታይ እዩ ንሕና ንዕጠቕ'የ ዝብል ማለት እዩ። እቲ ህዝብና ነዊሕ ኣይተገፍዐን ነዊሕ ግዜ ብሰላም ኣይነበረን ማለት እዩ ብውሕድ ግዜ ኣይኮነን ተገፊዑ ነዊሕ ተገፊዑ እዩ ነዊሕ ከኣ ተጸሚሙ እዩ ነቲ ስርዓት እንተኾነ ዕድል ሂብዎ እዩ ማለት እዩ ሰላሳ ዓመት ቀሊል ዕድል ኣይኮነን ግን ሕጂ ክንርኢ እንከለና ዋላ እቲ ስርዓት ንባዕሉ ከማርር ኢና ንሰምዕ ዘለና ማለት እዩ ከማርር ብዛዕባ ኩነታት ናይ ህዝብና ከማርር ግን ኤርትራ ንሰላሳ ዓመት ዝኣክል ምርጫ ክትገብር ዘይከኣለት እያ። ሳንዱቕ ናይ ምርጫ ኣይተቐመጠሉን ህዝብና ማለት እዩ። ባዕሎም ዝመረፅዎ መንግስትን ባዕሎም ዝደለይዎ ስርዓትን ክገብሩ ዘይተፈቕደሎም እዩ። እዚ ስለዝኾነ ንሕና ነታ ሕቶ ድሌትና ንኽንገብር እተኽእለና ኩነታት ከምቲ ቀደም ኣብ ግዜ መግዛእቲ ሕጂ እውን ባዕልና ንኽንምንጥላ ንተሓባበር እብል ማለት ጸላእቲ ኣይኮናን ነንሕድሕድና መሻርኽትን ፈተውትን ኢና እሞ ንሕና ነንሕድሕድና ተሓጋጊዝና እዚ ስርዓት የብቅዕ ናብ ዝብል መድረኽ ንሰጋገር እብል ማለት እዩ። ዝኸበርክንን ዝኸበርኩምን ተኸታተልቲ ድምጺ ሓርነት ናይ ሎሚ መደብና ኣብዚ ደምዲምና ኣሎና። ክሳብ ዝመጽእ መደብና ድማ ብሰላም የራኽበና።